ሰላም ክቡራት ተኸታተልቲ፣ ንሎሚ ሸውዓተ ጥቅምቲ ክልተ ሽሕን ዕስራን ክልተን ኣብ ዝተዳለወ ዜናታት፣ ኣብ ኡጋንዳ ኤርትራውያን ምእሳሮም፣ ሃገራዊ ባንኪ ኢትዮጵያ ዘመሓላለፎ ሓድሽ መልእኽቲ፣ ዘተ ሰላም ከም ዝተናውሐ ምግላጹ፣ ፕሬዚደንት ኬንያ ነበር ብጉዳይ ዘተ ሰላም ትግራይ ናብ ሕብረት ኣፍሪቃ ዝለኣኾ ደብዳበ፣ ኣብ ሌሴቶ ምርጫ ምጅማሩን ካልእን ዘጠቓለለ ክኸውን እዩ። ኣብዛ ቻነል ድማ ናይ ወትሩ ተኸታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ብመንጎኘት ሕብረት ኣፍሪቃ ዝመጽእ ሰንበት ክካየድ ተሓሲቡ ዝነበረ ዝርርብ ሰላም ኢትዮጵያ ከም ዝተናውሐ ተገሊጹ። እቲ ኣብ ደቡብ ኣፍሪቃ ኣብ መንጎ መንግስቲ ፈደራል ኢትዮጵያን ክልላዊ መንግስቲ ትግራይን ዝካየድ ልዝብ ብሰንኪ ጸገማት ሎጂስቲክስ ኣብ ዝተመደበሉ መዓልቲ ክጅመር ከም ዘይክእል ድብሎማስያዊ ምንጭታት ብምጥቃስ ማዕከን ዜና ሮይተርስ ሓቢሩ። ነቲ ንኣስታት ክልተ ዓመታት ዝቐጸለ ደማዊ ኲናት ኢትዮጵያ ንምፍታሕ፣ ሕብረት ኣፍሪቃ ንክልቲኦም ወገናት ኣብ ርእሰ ከተማ ፒሪቶርያ ንምርኻብ'ዩ ጻዕርታት ዘካይድ ዘሎ። ክልቲኦም ወገናት ነቲ ብሕብረት ኣፍሪቃ ዝቐረበሎም እማመ ዘተ ሰላም ከም ዝቕበልዎ ብምግላጽ፣ ልኡኻቶም ክሰዱ ድሉዋት ምዃኖም ኣፍሊጦም ነይሮም እዮም። እቲ ዝተወጠነ ዘተ ሰላም እንድሕር ኣብ ግብሪ ውዒሉ ንፈለማ እዋን ዝካየድ፣ ወግዓዊ ዘተ ሰላም ናይቶም ክልተ ወገናት ክኸውን እዩ። እቶም ደብሎማስያዊ ምንጭታት ከም ዝብልዎ ድማ፣ ልዝብ ዝጅምረሉ ካልእ መዓልቲ ዛጊት ኣይተቖጽረን ኣሎ። እቲ ዝሽምግል ዘሎ ሕብረት ኣፍሪቃ ድማ ብዛዕባ እዚ ዝተባህለ ምድንጓያት ዝሃቦ መግለጺ የለን። ብወገን መንግስቲ ኢትዮጵያ ይኹን ትግራይ እውን ብዛዕባኡ ዝተባህለ የለን። እቲ ኣብዚ ዘተ ክሳተፍ እዩ ተባሂሉ ዝነበረ ፕሬዚደንት ኬንያ ኡሁሩ ኬንያታ ግና ካልእ ዕማማት ዘለዎ ብምዃኑ ኣብዚ ብሰንበት ክካየድ ተመዲቡ ዝጸንሐ ዘተ ክሳተፍ ከም ዘይኮነ ብዕሊ ኣፍሊጡ እዩ ነይሩ። ብጀካ እዚ ድማ ኡሁሩ ኬንያታ ኣብቲ ናብ ሕብረት ኣፍሪቃ ዝለኣኾ ደብዳበ ካልእ ግዜ ቆጸራ ምስ ዝግበር ኣቐዲሙ ሓበሬታ ክወሃቦ ከምኡ ድማ ንዘተ ሰላም ምቹእ ኩነታት ክፍጠር ምእንቲ ምቁራጽ ተጻብኦታት ቀዳማይ ኣጀንዳ ክኸውን ትጽቢቱ ከም ዝኾነ እዩ ሓቢሩ።

ካብቶም ኣብ ትሕቲ ቀይዲ ዝወዓሉ ሚእትን ዓሰርተ ሽዱሽተን ኤርትራውያን፣ ሱሳን ክልተን ሶማላውያን፣ ሓሙሽተ ኢትዮጵያውያን ከምኡ ድማ ሰለስተ ዜጋታት ቻይና፣ ካናዳን ኣየርላንድን ከም ዝርከብዎም ተሓቢሩ'ሎ። እቲ ሰነድ ከም ዝብሎ ዝበዝሑ ካብቶም ኣብ ትሕቲ ቀይዲ ዝወዓሉ ኣብ ሽሕን ትሽዓተ ሚእትን ቴስዓታት ዝተወልዱ መንእሰያት እዮም። መብዛሕትኦም ዝኾነ ሕጋዊ መለለዪ ወረቐት ዘይብሎም ኮይኖም ገሊኦም ድማ መዓልቱ ዝሓለፎ ናይ ስራሕ ፍቓድ ዝሓዙን ኣብ ዘይተፈቕደሎም ንጥፈታት ክንቀሳቐሱ ዝተረኽቡን ምዃኖም እቲ ሰነድ ይገልጽ። እቲ ሰነድ ብተወሳኺ እቶም ኣብ ትሕቲ ቀይዲ ዝኣተዉ ኣብታ ሃገር ብዘይሕጋዊ መንገዲ ብምንባር ብዝብል ገበን ክኽሰሱ ምዃኖም ኣመልኪቱ ኣሎ። ከምኡ'ውን እቲ ቤት ጽሕፈት ምስ ዘይሕጋዊ ዕጸፋርስ ብምዝውዋር፣ ዘይሕጋዊ ምስግጋር ሰባትን ዝተኣሳሰሩ ገበናትን ካልእን ብዝምልከት ርክብ ዘለዎም እንተኾይኖም ምስ ካልኦት ማእካላት ድሕነት ብምትሕብባር ምጽራይ የካይድ ከምዘሎ ሓቢሩ። ኣብ ዩጋንዳ፣ ኤርትራውያን ስደተኛታት ብብዝሒ ካብ ዝርከበለን ሃገራት ኣፍሪቃ ሓንቲ ኮይና፣ ብፍላይ ድማ ኣብ ርእሰ ከተማ እታ ሃገር ካምፓላ ኣብ ዝተፈላለዩ ንጥፈታት ዝተዋፈሩ ብዝሒ ዘለዎም ኤርትራውያን ከምዘለዉ ይሕበር። ብፍላይ ካባላ ጋላ ተባሂሉ ኣብ ዝጽዋዕ ከባቢ ብዙሓት ብኤርትራውያን ዝውነኑ ትካላት ከምዘለዉ ይግለጽ። ኣብ ዝሓለፈ ዓመት ጥቅምቲ ክልተ ሽሕን ዕስራን ሓደን ኣብ ኡጋንዳ ብዘይሕጋዊ መንገዲ ኣብታ ሃገር ኣትዮም ዝተባህሉ ዓሰርተ ሓሙሽተ ኤርትራውያን ኣብ ትሕቲ ቀይዲ ከምዝኣተዉ ማዕከናት ዜና እታ ሃገር ጸብጺበን ምንባረን ይዝከር። እቶም ካብ ኬንያ ተበጊሶም ናብታ ሃገር ክኣትዉ ዝፈተኑ ኤርትራውያን፣ ኣብ ቶሮሮ ዝተባህለት ኣብ ጥቓ ዶብ ኬንያ እትርከብ ከተማ ከም ዝተታሕዙ እቶም ጸብጻባት ጠቒሶም ነይሮም እዮም። እቶም ዓሰርተ ሓደ ደቂ ኣንስትዮ ዝርከብኦም ስደተኛታት፣ ሰነድ መንነት ከም ዘይነበሮምን ኣብ ምባለ ማእከላይ መደበር ፖሊስ ተታሒዞም ከም ዘለዉን ደይሊ ሞኒተር ዝተባህለ ጋዜጣ እታ ሃገር ንምንጭታት ጸጥታ ብምጥቃስ ሓቢሩ ነይሩ እዩ። ሃገራዊ ባንኪ ኢትዮጵያ ኣብታ ሃገር ዘይሕጋዊ ዝውውር ገንዘብ ንምቁፅፃር ንዝተሓባበሩ ውልቀ ሰባት ዝተፈላለየ መጠን ገንዘብ ጎንዖ ክህብ ምዃኑ ኣፍሊጡ። ኣመሓዳሪ ብሄራዊ ባንኪ ኢትዮጵያ ዶክተር ይናገር ዴሴ ሎሚ ኣብ ኣዲስ ኣበባ ኣብ ዝሃቦ መግለፂ መንግስቲ ዘይሕጋዊ ገንዘብ ንምቁፅፃር ዝተፈላለዩ ስጉምታት ይወስድ ከምዘሎ ገሊፁ። ንሱ ኣብታ ሃገር እናገደደ ዝኸይድ ዘሎ ምንሃር ዋጋታት ንብረትን መነባብሮን ንምርግጋእ ዘኽእሉ ዝበሎም ዝተፈላለዩ ኣገባባት ዕላዊ ገይሩ ኣሎ። እቲ ሃገራዊ ባንክ ካብቲ ልዕሊ ዝተፈቕደ መጠን ገንዘብ ንዝሓዙ ውልቀ ሰባት ንዝጥቁሙ ዓሰርተ ሓሙሽተ ሚኢታዊት፣ ዘይሕጋዊ ሸርፊ ወጻኢ ንዝጥቁሙ ድማ ዓሰርተ ሓሙሽተ ሚኢታዊት፣ ዘይሕጋዊ ሓዋላ ንዝሕብሩ ድማ ዕስራን ሓሙሽተን ሽሕ ቅርሺ ውዕለት ክኸፍል ምዃኑ እቲ ኣመሓዳሪ ሓቢሩ። ካብዚ ብተወሳኺ ዘይሕጋዊ መሸጣ ወርቂ ንዝሕብር ዓሰርተ ሓሙሽተ ሚእታዊት ዋጋ እቲ ኣብ ቀይዲ ዝውዕል ወርቂ ክኸፍል ኮይኑ፣ ምሕታም ናይ ሓሶት ባጤራ ንዝጥቁም ድማ ካብ ዕስራ ሽሕ ክሳብ ክልተ ሚእቲ ሽሕ ብር ከምዝኸፍል ተገሊጹ'ሎ። እዚ ሓላፊ ሃገራዊ ባንክ እታ ሃገር፣ ነዚ ዘይሕጋዊ ተግባራት ኢሉ ዝገለጾ ነገራት ኣብ ምጥቋም ዝተሓባበሩ ሰባት ንምትብባዕ፣ እቲ ክፍሊት ውዕለት ዝምልከት ድሕነቶም ዝተሓለወ ክኸውን ንምግባርን መምርሒታት ተዳልዮም ከምዘለዉ እቲ ኣመሓዳሪ ሃገራዊ ባንክ ወሲኹ ገሊጹ። ካብ ናይ ውሽጢ ሃገር ጸሊም ዕዳጋ ባጤራ ገዚኦም ካብ ወጻኢ ኣቑሑት ዘእተዉ ውልቀሰባትን ትካላትን ኣብ ወጻኢ ሃገር ዘለዎም መጠን ገንዘብ ንሃገራዊ ባንኪ ናይ ባንክ ስቴትመንት ከቕርቡ እውን ክግደዱ እዮም ኢሉ። ዋጋ ሸርፊ ዶላር ኣብታ ሃገር ንዝሓለፉ ክልተ ዓመታት እናወሰኸ ዝመጽእ ዘሎ ኮይኑ ኣብዚ እዋን እዚ ዘሎ መጠን ሸርፊ ካብ ዝኾነ እዋን ንላዕሊ ዝለዓለ ምዃኑ ይግለጽ። ኣብ ሕጋዊ ባንክ ንሓደ ናይ ኣሜሪካ ዶላር ከባቢ ሓምሳን ክልተን ቢር ዝሽረፍ ክኸውን እንከሎ፣ ኣብ ጸሊም ዕዳጋ ድማ ብዕጽፊ ይሽየጥ ከምዘሎ ነጋዶ ይዛረቡ። ነዚ ንምቁጽጻር ድማ መንግስቲ ነቶም ጥርጡራት ዘይሕጋውያን ነጋዶ ብተደጋጋሚ ኣብ ትሕቲ ቀይዲ ክእቶ ከም ዝጸንሐ ይግለጽ። ኣብታ ንእሽቶ ብጎቦታት ዝተኸበበት ከባቢ ክልተ ሚልዮን ህዝቢ ዝቕመጥዋ ሃገረ ሌሴቶ፣ ምርጫ ተጀሚሩ ህዝቢ ድምጺ ናይ ምሃብ መስርሕ ጀሚሩ ምህላዉ ተገሊጹ። ኣብዚ ዝካየድ ዘሎ ምርጫ ከኣ ኣስታት ሓምሳ ዝበጽሓ ፖለቲካውያን ሰልፍታት ክወዳደራ ኮይነን፣ ካብኣን ከኣ እተን ኣርባዕተ ሰልፍታት'የን ኣብ ህዝቢ ልዑል ዝኾነ ተቐባልነት ሃልይወን ዝለዓለ ድምጺ ንምርካብ ሓያል ውድድር ከካይዳ ትጽቢት ተገይርለን ዘሎ። ኣብዚ ምርጫ ከኣ እተን ቀዳሞት ውድባት መራሕተን ቅድሚ ሕጂ ስልጣን ናይታ ሃገር ሒዞም ዘይፈልጡ ብምዃኖም ሓዲኦም ምስ ዝዕወት እታ ሃገር ቅድሚ ሕጂ ዘይተፈተነ ቀዳማይ ሚኒስተር ክህልዋ ምዃኑ'ዩ ዝግለጽ። እዚ ከኣ ኣብ ልዕሊ ገለ ዜጋታት ስግኣት የሕዲር እኳ እንተሃለወ፣ ብዙሓት ዜጋታት ግና ሓድሽ ቅድሚ ሕጂ በቲ ፖለቲካዊ ሃዋህው እታ ሃገር ዘይተበከለ መራሒ ክረኽቡ ምዃኖም ዘለዎም ሓጎስ ይገልጹ ኣለዉ። እዚ ምርጫ ዝካየድ ዘሎ፣ ፖለቲከኛታት እታ ብደቡብ ኣፍሪቃ ዝተኸበበት ሃገር ኣብ መጀመርታ ናይዚ ዓመት ንዓመታት ዝጸንሐ ፖለቲካዊ ዘይምርግጋእ ንምውጋድ ክሕግዝ ትጽቢት ተገይርሉ ዝነበረ ጽገና ቅዋም ክግበር ዝጽውዕ እማመ ከሕልፉ ድሕሪ ዘይምኽኣሎም እዩ። ፖለቲካ ሌሴቶ ብውዲታት ዕልዋ መንግስቲ ኣብ ውሽጢ ሰልፍታት ብዝፍጠር ውሽጣዊ ባእስን መብዛሕትኡ ግዜ ናብ ዘይርጉእ ልፍንታዊ መንግስቲ ከምርሕ እዩ ጸኒሑ። ሕጂ ከኣ ፖለቲካዊ ምትህልላኽ ንጎኒ ተገዲፉ ሽቕለት ኣልቦነት፣ ውሕስነት መግቢ ከምኡ ድማ ኣብ ስርዓት ፍትሒ እታ ሃገር ጽገናታት ዝገብር መንግስቲ ናብ ስልጣን ክመጽእ ትጽቢት ህዝቢ ከምዝኾነ ማዕከን ዜና ቢቢሲ ሓቢራ ኣላ። ሚኒስትር ውሽጣዊ ጉዳያት ሃገረ ዛምቢያ ነበር ስቴቫን ካምቢዮንጎን በዓልቲ ቤቱን ብብልሽውና ተኸሲሶም ኣብ ትሕቲ ቀይዲ ከም ዝኣተዉ ተገሊጹ። ሚኒስተር ካምቢዮንጎን በዓልቲ ቤቱ ዋንዚያን ካብ ገበን ዝተረኽበ ኣታዊ እዩ ተባሂሉ ዝጥርጠር ሓደ ነጥቢ ሸሞንተ ሚልዮን ዶላር ዝግመት ንብረት ከም ዝውንኑ ይግለጽ። ክልቲኦም ነቲ ክሲ ኣይወዓልናዮን ብምባል ነጺጎም ኣለዉ። ወሃቢ ቃል ኮሚሽን ፀረ ብልሽውና ቲሞቲ ሙኖ ክልቲኦም ብሓሙስ ከምተታሕዙን ብዋሕስ ከምዝተፈትሑን ኣረጋጊፁ። እቲ ንብረት ኣብ ርእሲ ከተማ እታ ሃገር ሉሳካ ከምዝርከብ ድማ ተገሊፁ ኣሎ። ሚሰስ ካምፒዮንጎ ብተወሳኺ ኣብ ባንኪ ሕሳባ ካብቲ እተረጋገፀ ምንጪ ኣታዊታት ንላዕሊ ገንዘብ ከምዘለዋ ተገሊፁ ኣሎ። እዞም መፃምድቲ ኣብ ቀረባ እዋን ናብ ቤት ፍርዲ ክቐርቡ ትፅቢት ይግበር። ካልኦት ፍሉጣት ፖለቲከኛታት ዛምቢያ ዝኾኑ ከም ሚኒስተር ጥዕና ነበር ቺታሎ ቹሊፊያ፣ መራሒ ተቓዋሚ ሰልፊ ኬልቪን ብዋሊያ ፋቤን፣ ጋዜጠኛ ማርገሬት ሞሶንዳን ክጽንበሩዎም ከኣ ከምዝኽእሉ ተሓቢሩ። ኩሎም እዚኦም ኣብዚ ሰሙን ብዝተፈላለዩ ምስ ብልሽውና ዝተኣሳሰሩ ገበናት ኣብ ትሕቲ ቀይዲ ዝኣተዉ ፍሉጣት ዜጋታት እታ ሃገር እዮም። ይኹን እምበር ኩሎም ነቲ ክሲ ብምኽሓድ ጉዳዮም ክሳብ ምጽራያት ዝግበረሉ ብናይ ፖሊስ ዋሕስ እዮም ተፈቲሖም ዘለዉ።